ዝዓደለና ዝሃበና እንታይ እዩ መዋሲ መጣዓት ገይሩልና ዝተፈላለየ ግዜታት ዝተፈላለየ ወቅቲ ዒባዳ እንፍፅመሉ መሓጣት ገይሩልና ረቡና ዓዘ ወጀል ወእቲ ዝዓበየ ዒባዳ ድሕሪ ሰላት ድማኒ

ኣለዚ ያእቲ ባዕድ ሻህር ሮሞዳን፣ ሮሞዳን ምስ ወዳእና ሻህር ሮሞዳን፣ ሻህር ሸዋል፣ ይኣቱ። ኣወል ዮም እታ መጀመርያ ፈለማ ድላ ድማ ዒድ ናትና ዒደል ፍጥር ትበሃል ማለት እዩ። ዒደል ፍጥር ዝተበሃለት ውን ስያም ወዲእካ ካብ ዝብላዕን ዝስተን ተቆጢብካ ጸኒሕካ ረበል ዓለሚን ኣፍቂዱልካ ክትበልዕን ክትሰትን ተፍጥር ኣለኻ ማለት እዩ ብኸምኡ ዒደል ፍጥር ተባሂላ ማለት እዩ። እዚ ዒድ እዚ ድማ ከም ተራ ኣዕያድ ወይ ድማ ከምቲ ዝኾነ ሰብ በዓላት ዘብዕሎ ከምኡ ኣይኮነን ማለት እዩ። እዚ ዒድ እዚ ዒባዳ እዩ፣ ናብ ረቢ ስብሓነሁ ወተዓላ ዘቀራርበካ፣ ወሹክሩ ሊላሂ ተዓላ፣ ንረቢ ስብሓነሁ ወተዓላ ተመስግነሉ ናይ ስያም ናይ ቕያም ዝወፈቐካ እዩ።

ዓላ ማ ሃዳኩም ረቢ ስብሓን ወተዓላ ናብዚ ቁኑዕ ዝኮነ ሙሩፅ ዝኮነ ረቢ ዝፈትዎ ዲን ናብኡ ረበልዓለሚን መሪሕኩም ነቲ ዝኣዘዘኩም ድማ ብምፍፃምኩም ከቢሩላህ ኣይ ዓዚሙላህ ንረቢ ስብሓን ወተዓላ ዕብየቱ ክብረቱ ግለጹሉ ብተክቢር ወሊቱከቢሩ ላህ ዓላ ማ ሃዳኩም ረበል ዓለሚን ሂዳያ ሂቡና ለውላ ኣን ሃዳን ላህ ማህተደይና ረበል ዓለሚን ደኣ መሪጹልና ረበል ዓለሚን ደኣ ኼር ደልዩልና ደኣ ኣብቲ ሂዳያ ኣብቲ ንሱ ድፈትዎ ኣብቲ ንሱ ዝረድዮ ኣቲና እምበር ብናትና ክእለትን ብናትና ፍልጠትን ኣይኮነን ወሊዛሊክ ረበል ዓለሚን ናብ ስያም ወፊቁካ ስያም ጼምካ ኣብ ዒድ ክትበጽሕ ከለካ ሃዳ ዮም ፈራሕ እዚ ዓቢ ዓቢ ሓጎስ ዩ እቲ ሓጎስ ድማ መግለጺ ትገብረሉ ድማ ተዕዚም ላሂ ዓዘወጀል ዩ ወሊቱከቢሩ ላህ ዓላ ማ ሃዳኩም ኢዘን መካነት ልዒድ ፊል ኢስላም ዒድ ክኣቱ እንከሎ ኣብ እስልምና ዒባዳ እዩ፣ ወሸዒራ ሚን ሸዓኢር ዲን እዩ ድማ፣ ሓደ ካብቲ ጎሊሑ ዝረኣየሉ መለለዪ ናይ ዲን ኣልኢስላም ድማ ዒድ እዩ። ወሊዛሊክ ነቢዩና ሙሓመድ ዓለይሂ ሰላቱ ወሰላም ከምቲ ኣነስ ብን ማሊክ ዝበልዎ፣ ቐዲማ ረሱሉላሂ ሰለላሁ ዓለይሂ ወሰለም ኣልመዲና ናብ መዲና መጺኦም ነቢ ዓለይሂ ሰላቱ ወሰላም ካብ መካ ወለሁም የውማን የልዓቡና ፊሂማ ክልተ መዓልታት ፍሉያት ዘብዕሉለን መዓልቲ ናይ ደቂ መዲና ነይረን ሕጂ ነቢ ዓለይሂ ሰላቱ ወሰላም እንታይ ኢሎሞም ፈቐድ ኣብደለኩሙላሁ ቢሂማ ኸይረን ሚንሁማ እዚ ክልተ መዓልቲ እዚ በዓላት ትገብሩ ዘለኹም ካብኡ ንላዕሊ ረበልዓለሚን መተካእታ ገይሩልኩም እንድዩ የውመል ኣድሓ ወየውመል ፍጥር ዒደል ኣድሓን ዒደል ፍጥር ረበልዓለሚን መተካእታ ገይሩልኩም እንድዩ ኢሎሞም ነቢ ዓለይሂ ሰላቱ ወሰላም ኢዘን ፈልዒዳን እዘን ክልተ ዒድ ዒደል ኣድሓ ወዒደል ፍጥር ምን ሸዓኢር ልእስላም ዛሂራ ካብቲ ግልፂ ዝኾነ ዝያዳ በሪሁ ዝያዳ ጎሊሑ ዝረኣየሉ መለለዪ ናይ እስልምና እዩ። ኣለትየን በቒ ታዕዚሙሃ ስለዚ ዓቢ ክብረት ዓቢ ዕብየት ኢና ክንህቦ ዘለና እምበኣር ኣብ መዓልቲ ዒድ እንታይ እዩ ፍቱው ዝኾነ ነገር ክንፍጽሞ ዘለና እንተ ተባሂሉ ኣወለን ከምዚ ክንብሎ ዝጸናሕና ኣተክቢር እዩ ተክቢር ዩሽራዕ ኣተክቢር ለይለትል ዒድ ጽባሕ ዩ ዒድ ምስ ተባሃለ ሸዋል ሂላል ናይ ሸዋል ምስ ተረኣየት ወርሒ ናይ ሸዋል ምስ ወጸት ጽባሕ ዒድ ዩ እንተ ተባሂሉ ካብኡ ጀሚርካ ክሳብ ሰላተል ዒድ ዝኸውን ተክቢር ትገብር ወሊቱክሚሉል ዒደ ወሊቱከቢሩላህ ዓላ ማ ሃዳኩም። ጠብዓን ተክቢር ኣላሁ ኣክበር ኣላሁ ኣክበር ላኢላሃ ኢለላህ ኣላሁ ኣክበር ኣላሁ ኣክበር ወሊላሂል ሓምድ ትብል ማለት'ዩ። ወካነ ዓብዱላህ ብኒ ዑመር ወዶም ንሰይድና ዑመር ዓብዱላህ ረዲየላሁ ዓንሁማ የርፈዑ ሰውተሁ ቢተክቢር ኢዛ ኸረጃ ኢለል ሙሰላ ናብ ሙሰላ ክኸዱ ከለዉ ዓው ኢሎም ተክቢር እናገበሩ ይኸዱ ነይሮም። ካሊእ ካብቲ ፍቱው ዝኾነ ኣብ መዓልቲ ዒድ ኣልእቅትሳል ወተጀሙል፣ ነብስኻ ትሕጸብ ከምኡ ድማ ጽቡቕ ክዳንካ ትለብስ፣ ካነ ኣሰሓባ የቅተሲሉን ሊልዒድ፣ ሰሓባ ንዒድ ይሕጸቡ ኔሮም፣ ሓዲ ናፍዕ እንታይ ኢሉ ካነ ዓብዱላህ ብን ዑመር የቅተስል ዓብዱላህ ብን ዑመር ዒድ እንተደኣ ኮይኑ ይሕፀቡ ነይሮም ኩላ ግዜ ጠሃራ ካብቲ ረቢ ዝፈትዎ ንፅህና ፅርየት ፍትው ዝኾነ እዩ ኩላ ግዜ ትሕፀብ ኢኻ ዝያዳ ድማ ኣብ ዒድ ድማ ዝያዳ ፍትው ይኸውን ማለት እዩ። ቐብለ ኣን የቕድዋ ኢለ ልሙሰላ ናብ መስጊድ ከይከድካ ከለኻ ከምቲ ድጥዕመካ ኣልምሂም ጸሪኻ ትኸይድ ማለት እዩ ወዩስተሓቡ ልብስ ኣሕሰነ ፊያብ እታ ዝበለጸ ክዳን ዘለካ ንዑኡ ድማ ትለብስ ማለት እዩ ወካነ ነብዩ ሰለሏሁ ዓለይሂ ወሰለም ነቢ ዓለይሂ ሰላቱ ወሰላም የልበሱ ኣጅመለ ፊያቢሂ ሊልዒደይን ነዘን ክልተ ዒድ እተን ዝበለጻ እተን ያዕኒ ዝበለጸ ክዳውንቲ ናይ ዒድ ኣብ ክልተ ዒድ ድኽደንዎን ረሱል ዓለይሂ ሰላቱ ወሰላም ነይሮሞን ነይርዎም እዩ ይብሉ። ኢዘን ሓታ ሓደ እዋን ሰይድና ዑመር ጽብቕቲ ክዳን ምስ ረኣየ ያ ረሱለላህ እዚኣስ ግዝእዋ ደኣ ንዒድ ከምኡ ድማ ኣጋይሽ ክመጹኹም ከለዉ ትለብስዋ ምስ በሎም ያ ዑመር ኢሎሞ እዚ ላ የልበሱሁማ ኢላ ሊመን ላ ኸላቃ ለሁ ጽባሕ ንግሆ ተስፋ ዘይብሎም ሰባት ድኽደንዎ እዩ ኢሎሞ እንታይ እያ ኔራ እታ ክዳን ሓሪር እያ ኔራ ማለት እዩ ሰይድና ዑመር ደስ ኢላቶም ኔራ ላኪን እዚ ኣይከውንን እዩ ኢሎሞ ኢዘን እቲ ዝበለጸ ክዳን ክትክደን እቲ ኣብ መዓልቲ ዒድ ፍቱው እዩ ማለት እዩ። ከምኡ ውን ካብቲ ሙስተሓብ ፍቱው ዝኾነ ኣብ መዓልቲ ዒድ ድማ ኣልኣክሉ ቀብለል ኹሩጅ ሊሰላ ናብ መስጊድ ቅድሚ ምኻድካ ኣፍጢርካ ክትከይድ እዚ እተፈተወ እዩ ኣብ ዒደል ፍጥር ዒደል ፍጥር እንተድኣ ኮይኑ በሊዕካ ክትከይድ እተፈተወዩ ወሊዛሊክ ኣነስ ረዲየላሁ ዓንሁ ምስ ረሱል ኩላ ግዜ ካብኦም ስለ ዘይፍለይ ዝነበረ ኻድመ ነብዩ ሰለላሁ ዓለይሂ ወሰለም እንታይ ኢሉ ካነ ረሱሉላሂ ሰለላሁ ዓለይሂ ወሰለም ላ የግዱው የውመል ፊጥር ሓታ ያእኩላ ተመራት ተምሪ ወይ ተመራት ክልተ ሰለስተ ሰለስተ ውትሪ እዮም ዝበልዑ ነይሮም ኣብ ዮውመ ልዒድ ወይ ሓሙሽተ ከይበልዑሲ ኣይከዱን ነይሮም ዮውም ልፍጥር እንተድኣ ኮይኑ ይብሉ ወፊ ሪዋያ ኣብ ካሊእ ሪዋያ እንታይ ኣሎ ያእኩሉሁና ዊትራ ሓንቲ ወይ ሰለስተ ወይ ሓሙሽተ ገይሮም በሊዖም እዮም ድኸዱ ነይሮም ኢዘን እቲ ፍቱው ዒደልፍጥር እንተ ደኣ ኮይኑ ዒደልኣድሓ ከይፍጠርካ ትኸይድ ምስ ሓረድካ ካብ ትሕርዶ ናትካ ብኡ ትበልዕ ትፍጥር ማለት እዩ ዒደልፍጥር ተኾይኑ ላኪን ኻላስ ምስቲ ስያም ናይ ሮሞዳን ሕጂ ክትፈልዮ ኣለካ በሊዕካ ትኸይድ ተምሪ ተተረኺቡ ጽቡቕ ተዘይኮይኑ ድማ ማሻላህ ከምቲ ኣብ ባህልና ልምድና ዘለና ገዓት ትበልዕ ድዩ ፍትፍት ያዕኒ ሱና እዩ ኣፍጢርካ ክትከይድ ማለት እዩ ነዓም ከምኡ ውን ኣዝሃብ ኢለልሙሰላ ናብቲ ድስገደሉ ቦታ ክትከይድ ላኪን እቲ ዝበለጸ ሙሰላ ኻርጅ ኣልመስጂድ ክኸውን እንከሎ ርቢ ዓለይሂ ሰላቱ ወሰላም መስጊዶም እንከለዉ ካብቲ ናይ መስጊድ ቦታ ወጺኦም ኣብ ጎልጎል እዮም ድሰግዱ ነይሮም እዚ ድማ ፍቱው እዩ ማለት እዩ። ኣብ ከምቲ ኣቢ ሰዒድ ኣልኹድሪ ድበልዎ ረዲየላሁ ዓንሁ ካነ ነብዩ ሰለላሁ ዓለይሂ ወሰለም የኽሩጁ የውመል ፍጥር ወል ኣድሓ ኢለል ሙሰላ ናብቲ ናይ መስገዲ ቦታ ፍልጥቲ ቦታ ገይሮምላ ኻላስ ኣብኡ ካብ መስጊድ ገዲፎም ናብኡ ኸይዶም እዮም ድሰግዱ ነይሮም ማለት እዩ ነዓም ከምኡ እውን ካብቲ ፍቱው ኣዕማል ኣዝሃብ ሚን ጠሪቅ ወርጁዕ ሚን ጠሪቅ ኣኸር ብሓደ መንገዲ ከይድካ ኣለኻ ክትምለስ ከለኻ ድማ ብኻሊእ መንገዲ ጌርካ ተመለስ ካነ ነቢዩ ሰለላሁ ዓለይሂ ወሰለም ኢዛ ካነ የውም ዒድ ኻለፈ ጠሪቅ ዝብል ሓዲስ ስለ ዘለና ማለት እዩ ጠብዓን ካብቲ ሒክማ ናቱ ይብሉ ኢዝሃር ሸዓኢረ ልእስላም እቲ ናይ ዒድ ብኹሉ ቦታታት ምእንትን

እቲ ከባቢኻ ክምስክር እዩ። እዘን መንገዲ ትሓልፈሉ ዝነበርካ፣ ንሰላት ዝኸድካሉ፣ ንሰላት ዝተመለስካሉ ክምስክረልካ ምእንትን ብሓደ መንገዲ ይኸዱ ብኻሊእ መንገዲ ድማ ይምለሱ ነይሮም። ካብትሒ ከም ዑለማእ ዝገልጽዎ ማለት እዩ። እቲ ነቢ ዓለይሂ ሰላቱ ወሰላምሲ ንምንታይ በዚኣ ከይዶም ክምለሱ ከለዉ ብኻሊእ ይኽምለሱ ነይሮም? ሓደ ካብቲ ሕክማታት ነዚ ገሊጾም ከምኡውን ኣሰላሙ ዓለ ናስ ምኽንያቱ በዚ ክትከይድ ከለኻ ሰላም ዳበልካ ሰባት ክትከይድ ከኣ ክትምለስ ከለኻ እቲ ኣሰላሙ ዓለይኩም ምባል ውን እዚ ኣጅሪ ስለ ዘለዎ ማለት እዩ ወነሽሩል ኸይር በይነሁም ምስ ብዙሓት ትራኸብ ኣለኻ ማለት እዩ ከምኡ ውን ኢድኻል ሱሩር ዓለ ናስ ገለ ሰባት ብ ደይረኸብካዮም ዝነበርካ በዚ ረኺብካዮም በቲ ክትረኽቦም ከለኻ ነቲኦም ኣሰላሙ ዓለይኩም ኢልካ ተቀበለላህ ኢልካ ኣለኻ በቲ ሓዳ ትመጽእ ከለኻ ውን ከምኡ ትብል ማለት እዩ እዚ ሓደ ካብቲ ሕከም ናቱ እዩ ከምኡ እውን ብሓደ መንገዲ ከድካ ሰደቀትል ፍጥር ኣብፅሕካ ኣለካ ክትምልስ ከለካ እውን ስኡናት ዝኾኑ ወይ ዝተሸገረ ቦታታት ርኢካዮ ኣለካ መሊስካ ድማ ንዕኦምን ሰደቃ ንክትገብር እውን ይሕግዘካ ማለት እዩ ናዓም ተፈቁድ ኣሕዋል ናስ ኢዘን ካብቲ ፍቱው ዝኾነ ኣዕማል እዚ ኣለና ማለት እዩ። ጠብዓን እታ ዝዓበየት ኣብ መዓልቲ ዒድ ንፍጽማ ማለት እዩ ሰላት ኣልዒድ እዩ። ሰላት ኣልዒድ ሰላት ኣልዒድ ገለ ዑለማ ፈርዱ ዓይን እዩ ንኹሉ ነፍሲ ወከፉ ድሕተተሉ ፈርድ ይብሉ ገሊኦም ድማ ፈርድ ኪፋያ ይብሉ ገለ ሰባት እንተ ፈጺሞሞ ገሊኦም እቶም ካልኦት ኣይሕተትሉን እዮም ይብሉ ጠብዓን ፈርድ ኪፋያ ከም ሰላትል ጀናዛ ማለት እዩ ሰላትል ጀናዛ ጀናዛ ጨሪሱ ኣብቲ ዘለኻዮ ቦታ ድሰግደሉ እንተ ተሳኢኑ ኩላትካ ዘንበኛታት ኢኻ ትኸውን ላኪን ውሱናት ሰባት እንተደኣ ሓጺቦሞ፣ ሰጊዶምሉ፣ ቀቢሮሞ እዚ ፈርድ ኪፋያ ይበሃል ማለት እዩ። ንካልኦት ድሽፍን እቶም ገለ ተፈጺሞሞ ነቶም ካልኦት ይሽፍኑሎም ኣለዉ ማለት እዮም። ሕጂ ዑለማ ፈርድ ኪፋያ ድዩ ፈርድ ዓይን ድብል ክልተ ርእይቶ ናይ ዑለማ ኣሎ። ላኪን ሰላት ኣልዒድ ሚን ኣዕዘም ሸዓኢረል ኢስላም ካብቲ ዝዓበየ መለለዪ ናይ እስልምና እንታይ እዩ ተይልካ ሁዋ ሰላተል ዒድ ሰላተል ዒድ ወቅቲ ናቱ ባዕደ እርቲፋዕ ሸምስ ቀድር ሩምሕ ኢላ ቀብል ዘዋል ጸሓይ በሪቃ ቁሩብ ክብ ምስ በለት ጀሚርካ ክሳብ ከብዲ ሰማይ ትበጽሕ እታ ጸሓይ እዚ ወቅቲ ናይ ሰላተል ዒድ እዩ ነዓም። ጠብዓን ሰላትል ዒድ ከምቲ ኩላትና ንፈልጦ ረክዓተይን ኢኻ ትሰግድ ረክዓተይን እያ ሰላትል ዒድ ኣብታ ቀዳመይቲ ኣላሁ ኣክበር ኢልካ ተክቢረትል ኢሕራም ምስ ገበርካ ብድሕሪኡ ድማ ሽዱሽተ ግዜ ተክቢር ትገብር እታ ቀዳመይቲ ኣላሁ ኣክበር ኢልካ ተክቢረትል ኢሕራም እያ ብድሕሪኡ ብጀካኣ ድማ ሽዱሽተ ግዜ ትውስኽ ኣላሁ ኣክበር ኣላሁ ኣክበር እንዳበልካ ድማ ሽዱሽተ ግዜ ተክቢር ትውስኸላ ማለት እዩ ኩላተን ምስታ ተክቢረቲል ኢሕራም ኣብታ ቀዳመይቲ ሸውዓተ ተክቢራት ይኾና ማለት እየን ናዓም ኣብ መንጎ እዚ ተክቢራት እዚ ኣላሁ ኣክበር ምስ በልካ ሃል ድበሃል ድኾነ ዚክር ኣሎ ድዩ ንዝብል ካብ ረሱል ዓለይሂ ሰላቱ ወሰላም ዝተመሓላለፈልና ሓዲስ የለን ላኪን ኩሉ ያኒ ኣዕማል ናይ ዒባዳ ዚክር ስለ ዘለዎ ከም ዓብዱላህ ኢብኒ ዑመር ውን ኣላሁ ኣክበር ምስ በሉ ኣልሓምዱሊላህ ወሱብሓነላህ ወላኢላሃ ኢለላህ ወላሁ ኣክበር ይብሉ ኔሮም። እንተ እቲ ኢማም ቀስ ኢሉ ተክቢራት ዝገብር ኮይኑ ከምኡ ተበልካ ውን ጸገም የብሉን። ሱብሓነላህ ኣልሓምዱሊላህ ወሱብሓነላህ ወላኢላሃ ኢላላህ ወላሁ ኣክበር ብድሕሪኡ እቲ ኢማም ደስግድ ከምቲ ኩላ ግዜ ኣብ መሳጊድ ወይ ኣብቲ ሙሰላ ንሰምዖ ሰቢሕ እስመ ረቢከል ኣዕላ ክቀርእ ኣብታ መዓልቲ እቲኣ ሱና እዩ ካሊእ ሱራ ተቀረ ጸገም የብሉን ላኪን ሰቢሕ እስመ ረቢከል ኣዕላ ዝተፈትወት እያ ማለት እዩ ናዓም ከምኡ ውን ሰቢሕ እስማ ረቢ ከልዓላ ጌርካ ርኩዕ ትገብር ስጁድ ትገብር ካብ ስጁድ ምስ ተመለስካ ኣላሁ ኣክበር ኢልካ ድማ ቅያም ኣለና ثመ የቁም ሚነ ስጁድ ثመ ዩከቢሩ ኸምሰ ተክቢራት ብድሕሪኡ ደው ምስ በልካ ድማ ኣብታ ካልኣይቲ ረክዓ ድማ ሓሙሽተ ግዜ መሊስካ ኣላሁ ኣክበር ኣላሁ ኣክበር እንዳበልካ ድማ ሓሙሽተ ተክቢር ትገብር

ክልተ ረክዓ ምስ ሰገድካ ብድሕሪኡ እቲ ኢማም ኹጥባ ይጅምር ማለት እዩ ሪኢኻ ሕጂ እታ ናይ የውመል ዒድ ምስ ናይ የውመል ጁምዓ ትፋላለ እያ የውመል ጁምዓ ኹጥባ ኣሎ የውመል ዒድ ውን ኹጥባ ኣሎ ላኪን የውመል ጁምዓ ቅድም ኢና ኹጥባ ንሰምዕ ዳሕራይ ንሰግድ ኣብ የውመል ዒድ ግን ቅድም ትሰግድ ብድሕሪኡ ድማ ኹጥባ ትሰምዕ ማለት እዩ። ዓን ኢብኒ ዑመር ረዲየላሁ ዓንሁማ ቃል ካነ ረሱሉላሂ ሰለላሁ ዓለይሂ ወሰለም ረሱል ዓለይሂ ሰላቱ ወሰላም ወአቡበከር ሰይድና አቡበከር ወዑመር ሰይድና ዑመር ዩሰሉነል ዒድ ቀብለል ኹጥባ ሰላትል ዒድ ቅድም እዮም ዝሰግዱ ነይሮም ቅድሚ ኹጥባ ኢዘን ሰላትል ዒድ ምስ ተሰገደ ኹጥባ ኣሎ እቲ ኹጥባ ድማ ክትሰምዕ ሱና እዩ ዮመል ጁምዓ ብዙሕ ኣሕካም ኣለዎ ማለት እዩ ኣብ ያመል ዒድ ተኾይኑ ላኪን ድሕሪ ሰላት ስለ ዝኾነ ኮፍ ኢልካ ክትሰምዕ ድማ እዚ ፍትው እዩ ማለት እዩ ሙስተሓብ እዩ ምናልባሽ ህዉኽ ኮይንካ ወይ ገለ ኣጋጢሙካ ተኸይድካ ውን ጸገም የብሉን ማለት እዩ ናዓም ካሊእ ኩላ ግዜ መስኣላ ኣላ ተዳጋጊማ ትሕተት ሕጂ ውን ከምኡ እዩ ኣብ ብዙሕ ዓድታት ውን ከጋጥም እዩ ኣጋጣሚ ኮይኑ ዒድን ጅምዓትን ብሓንሳብ ይውዕላ ሕጂ ሰላትል ዒድ ኹጥባ ደለዎ ሰሚዕካ ኣለኻ ጁምዓ ድማ ኹጥባ ደለዎ እዩ ሃል ክልቲኡ ዲኻ ትሰግድ ሰላተል ዒድ ድሰገደ ስኒ ድሰገደ እቲ ደይሰገደ ላእ እቲ ድሰገደ ካልኣይ ግዜ ከ ጁምዓ ክሰግድ ናይ ግድን ድዩ ዝብል ሕቶ ኩላ ግዜ ኣዚኣ ትደጋገም እያ ምኽንያቱ ነቢ ዓለይሂ ሰላቱ ወሰላም ኣጋጣሚ እታ ዝሰገዱላ ዒድ ምስ ጅምዓ ታጋጢማ ማለት እዩ ሕጂ መን እንታይ ኢሎም ኣነቢ ዓለይሂ ሰላቱ ወሰላም መን ሻኣ ኣን ዩሰሊ ፈልዩሰሊ ኢሎም ድደለየ ሰብ ክሰግድ ይስገድ ኢሎም ነታ ጅምዓት ማለት እዮም በል እና ሙጀሚዑን ኢሎም ንሕና ጅምዓት ክንሰግድ ኢና ኢሎም ምክንያቱ እቶም ቀደም ብዙሕ መሳጊድ የለን ወይ ድማ ካብ ጎደቦ ዓድታት ስለ ዝመጹ ደኺሞም እዮም ድመጹ ንግሆ ተበጊሶም ወይ ድማ ለይቲ ተበጊሶም ፈጅሪ ሰጊዶም ጁምዓ ዒድ ሰጊዶም ኣለዉ ምስ ረሱል ማለት እዮም ምክንያቱ ካብ ርሑቕ ቦታታት እዮም ድመጹ ሕጂ ከይዶም ካልኣይ ግዜ ድማ ንኸይምለሱ ነቢ ዓለይሂ ሰላቱ ወሰላም መን ሻኣ ኣን ዩሰሊ ፈልዩሰሊ ዝደለየ ክመጽእ ይምጻእ ኢሎሞም ተደይደሊኹም ድማ ኣብ ቦታኹም ኮይንኩም ሰላተ ዙሁር ክትሰግዱ ትኽእሉ ኢኹም ኢሎም ስለ ዘፍቀዱሎም ሕጂ በዚ ያኒ ፉቀሃእ ይዛረቡ ሕቶታት ውን ይለዓል ማለት እዩ ፈነቢ ዓለይሂ ሰላቱ ወሰላም ኣብ ሓዲስ ኣቢ ሁረይራ ቀድ እጅተመዓ ፊ የውሚኩም ሃዛ ዒዳን ኢሎም ኣብዛ መዓልቲ እዚኣስ ረብል ዓለሚን ክልተ ዒድ ብሓንሳብ ገይሩልኩም

መሰላ ሰላትል ዒድ እቲ ሰላትል ዒድ ድሰገደ ሰብ ሩኺሳ ለሁ ሩኽሳ ሂቦሞም ኣፍቂዶምሎም ፊተርኪ ሰላትል ጁምዓ ሰላትል ጁምዓ ኢሎም ንኸይመጹ ካብ ርሑቕ ስለ ዝመጹ ዘለዉ ነቢ ዓለይሂ ሰላቱ ወሰላም ኣፍቂዶምሎም ላኪን ዩሰሊሃ ዙህረን ዙህሪ እዩ ክሰግዳ ማለት እዩ ኣብ ቦትኡ ኮይኑ ሊዛሊክ ጠብዓን ኣብ መዛህብ ኣል የራ ኣቡ ሓኒፈ ኣኑዕማን ወኣስሓብሂ ኣነል ጁምዓ ላ ተስኹት፣ ዒድ ንበይንኣ ጅምዓት ንበይንኣ፣ እዚኣ ኻስ ነቶም ካብ ርሑቕ ዝመጹ ድበልዎም ድኣምበሪ ኣብ ውሽጢ ዓዲ ዘሎ ዒዱ ክሰግድ ኣለዎ ጅምዓት ውን ክሰግድ ኣለዎ እዮም ድብሉ ወላ ኢማም ማሊክ ውን ከምኡ እዮም ድብሉ ኣነል ጁምዓ ላ ተስኹት እዮም ድብሉ። ከምኡ ውን ኣሻፍዕያ ላ ተስቁጥ ኣልጁምዓ ዓላ ኣህሊል ምስር ይብሉ እቶም ኣብ ከተማ ዘለዉ ላ ዒድ ሰጊዶም ኣለዉ ጁምዓቶም ውን ክሰግዱ ኣለዎም እዮም ዝብሉ ማለት እዩ ላኪን መዝሃብ ኣብ ናይ ሓንበሊ መን ሰላ ሰላት ኣልዒድ ሩኪሰ ለሁ ፊ ተርኪ ኣልጁምዓ ላኪን ወዩሰሊ ኣልዙሁር ዙህሪ ገይሩ ክሰግዳ ኣለዎ በደል እንተ ጁምዓት እንተ ደይመጽኡ ይብሉ ማለት እዮም ሊዛሊክ ያዕኒ እዚ ኣቅዋል ናይ ኣህልል ዕልም ኣሎ ምስመዑ ምፍላጡ ላኪን ረቢ ሂቡካ ኣብ ጥቃካ መስጊድ ኣለካ ሰላትል ዒድ ሰጊድካ መሊስካ ድማ ሰላትል ጁምዓ ክትሰግድ ካብቲ ኪላፍ ዊን ትወጽእ ማለት እዩ ናዓም ጠይብ ካሊእ ዊን ካብቲ ኩላ ግዜ ድሕተት እዩ መን ፋተትሁ ሰላትል ዒድ

ሰላትል ዒድ ድሓለፎ ሰብ ስኒ ረክዓተይኒ ይሰግድ ኢሎም። ወቃለ ኣነስ ብኒ ማሊክ ረዲየላሁ ዓንሁ ሰይድና ኣነስ እውን እንታይ ኢሎም ኢዛ ፋተትሁም ሰላትል ዒድ ብፍላይ ኣነስ ብን ማሊክ እብኒ ዑመር እንተ ሰላትል ዒድ እንተ ሓሊፋቶ ስኒ ጀማዓ ኣህለሁ ንቤተሰቦም ንዕመ ይብልዎም ምስ ቤተሰቦም ኮይኖም ረካዓተይኒ ይሰግድዋ ነይሮም እዘን እንተ ሓሊፋትካ ፀኒሓ መፂኻ ረካዓተይኒ ትሰግዳ ማለት እዩ ናዓም ካሊእ ሕኩም ስያም የውመል ዒድ የውመል ዒድ ከምፃም ከመይ እዩ ዝብል ያሕብሩ ያሕሩም ስያሙ የውመል ዒድ፣ የውመል ዒድ ክትጸውም ሓራም እዩ። ዓን ኣቢ ሰዒድ ኣልኹድሪ ረዲየላሁ ዓንሁ ነሃ ረሱሉላሂ ሰለላሁ ዓለይሂ ወሰለም ዓን ስያሚ የውመይን፣ ክልተ መዓልቲ ክንጸውም ረሱል ዓለይሂ ሰላቱ ወሰላም ከልኪሎሞ እዮም፣ ሓራም እዩ። የውመል ፍጥር ወየውመል ኣድሓ፣ ዒደል ፍጥር ወዒደል ኣድሓ ከተፍጥር እዩ ዘለካ። እንታይ ኣለዎ ደሓን ተጸምኩ ይክምሎ ኢልካ እንተ ጸምካ ኣብ ሓራም ኢኻ ትወድቕ ዘለኻ፣ ክት ስያም የውመል ዒድ ኣይፍቀድን እዩ።

ኣማ ናይ ሸዋል እንተ ኮይኑ ኣብ ካልኣይ ዒድ ስያም ናይ ሸዋል ክትጅምር ትክእል ኢካ ዒድ ኣልኣድሓ ተኮይኑ ኢካ ሰለስተ መዓልቲ ክትጸንሕ ዘለካ ሓዲስ ኑበይሻ ኣልሁዘሊ ረዲየላሁ ዓንሁ ቃል ቃለ ረሱሉላሂ ሰለላሁ ዓለይሂ ወሰለም ኣያሙ ተሽሪቅ ኣያሙ ኣክሊን ወሹርብ ወፊ ሪዋያ ወዚክሩላህ ኢሎም። እዚ ኣያም ተሽሪቅ እኮ ኢሎም ኣያም ናይ ዒደል ኣድሓ እዩ ንበልዓሉን ንሰትየሉን ዚክሩላህ ንገብረሉን እዩ ኢሎም ሕጂ ንበልዓሉ ንሰትየሉ ስለዝበሉ ኣያም ተሽሪቅ ኣያም ተሽሪቅ ኣይጽወምን እዩ ኢላ ኣብ ሓጅ ዘለው ሰባት ተኾይኖም ሙተመትዕ ወይ ቃርን ተኾይኑ እዚኣቶም ክሓርዱ እንተ ዘይኪኢሎም ክጾሙ ስለዘለዎም ሰላሰቱን ፊል ሓጅ ወሰብዓት ሸውዓተ ድማ ምስ ተመለሱ ናብ ዓዶም ድጸሙለን ስለ ዝኾኑ እዚኣቶም ኣብ ኣብ ሓጅ ዘለዉ ፍሉይ እዩ እታ መዓልቲ ዒድ ኣፍጢሮም ኣያም ተሽሪቅ ክጸሙ ይኽእሉ እዮም ማለት እዮም ኣማ ኣብ ሓጅ ዘየሎ ሰብ እተን ሰለስተ መዓልቲ ድሕሪ ዒድ ኣልኣድሓ እውን ኣይጸውምን እዩ ብዝያዳ ድማ ዒድ ኣልፍጥር ወዒድ ኣልኣድሓ ክጸውም ሓራም እዩ ማለት እዩ ነዓም ካሊእ ማየተዓለቁ ቢኒሳእ ዮመል ዒድ ዮመል ዒድ ንደቂ ኣንስትዮ ዝምልከት ድማ እንታይ ኣሎ ኣንተኽሩጀ ኒሳእ ኢላ ሰላት ልዒድ ደቂ ኣንስትዮ ናብ ሰላት ልዒድ ክኸዳ ውን ፍቱው ዩ ሙስተሓብ ዩ ሓዲት እሙ ዓጥያ ረዲየላሁ ዓንሃ ኣልኣንሳርያ ኩላ ግዜ ኣብ ዮመል ዒድ እሙ ዓጥያ ትዝከር ኢያ ናይ ረሱል ዓለይሂ ሰላቱ ወሰላም ሓዲስ ደማሓላለፈት ኣብ ሓዲስ ሰሒሕ ብዙህ ኣሓዲስ ኣማሓላሊፋ እሙ ዓጥያ ረዲየላሁ ዓንሃ ካብ ደቂ መዲናኣ ኣብቲ ፈለማ ካብቶም ድመስለሙ ምስ ረሱል ዓለይሂ ሰላቱ ወሰላም ኣብ ብዙህ ጅሃድ ትሳተፍ ዝነበረት እሞ ዓጥያ ነሲባ ቢንት ኣልሓርስ ትበሃል ማለት እዩ። ሰሓብያ ጀሊላ ረዲየላሁ ዓንሃ ወኣርዳሃ። እሞ ዓጥያ እንታይ ይብላ ማለት እየን? እሞ ዓጥያ ጠብዓን ብዙሕ ኣሓዲስ ናይ ዒድ ኣመሓላሊፈን ከምኡ ድማ ናይ ኣብ ምንታይ ይዝከራ ኣብ ናይ ኣሕካም ኣልጀናኢዝ ድማ ይዝከራ እሙ ዓጥያ ምኽንያቱ ዘይነብ ጓሎም ንረሱል ዓለይሂ ሰላቱ ወሰላም ምስ ሞተት ነቢ ዓለይሂ ሰላቱ ወሰላም ከመይ ጌረን ክሓጽባ ከም ዘለወን ሓቢሮመን እሙ ዓጥያ ነቲ ሓዲስ ኣመሓላሊፈን ኣብዘን ክልተ ቦታታት ናብ ናይ ዒድን ኣብ ናይ ጀናዛን ያዕኒ ፈቂሃ ዓሊማ እያ ኔራ ካብ ደመሓላለፈቶ ካብ ረሱል ኣሎ ማለት እዩ እሙ ዓጥያ

እተን ኣብ ሓይጊ ዘለዋ ከይተረፋ ኣብ ጽግያት ዘለዋ ይኹና ወላ ውን መርዓት ሕጂ ተመሪዓ ዘላ ትኹን ኩለን ደቂ ኣንስትዮሲ ንዒድ ንኽኸዳ ኣመረና ውጻእ ኺዳ ስገዳ ኢሎምና ረሱል ዓለይሂ ሰላቱ ወሰላም ፈኣመ ኣልሒየድ እተን ጽግያት ዘለወን ወላ ውን ኣብቲ ንመስገዲ ቦታ እንተደኣ ከይደን ፈያዕተዚልና ኣሰላት፣ እቲ ግዜ ሰላት ክኸውን ከሎ ክውል ኢለን ንበይነን ኮፍ ይብላ እተን ዑዙር ሸርዒ ዘለወን። ላኪን ወየሽሃድነል ኸይር ወዳዕወተል ሙስሊሚን እቲ ኹጥባ ይሰምዓ፣ ዱዓ ዝግበር ዱዓ ኣሚን ይብላ ማለት እየን። ነዚ ነቢ ዓለይሂ ሰላቱ ወሰላም ንደቂ ኣንስትዮ ኣዚዞመን ያሕዱርነል ኹጥባ ወዱዓ፣ ኹጥባ ክሰምዓን ዱዓ ክሰምዓን ላኪን ላዩሰሊና። ኣይሰግዳን እየን ማለት እየን። ነዓም ኣብ ዑዝር ሸርዒ ድላ ኣይትሰግድን እያ ማለት እዩ። ካሊእ ኣዕማል የንበቂ ልሕርሲ ዓለይሃ የውመል ዒድ ካብቲ ኣብ መዓልቲ ዒድ ዝያዳ ከነዘውትሮ ዝያዳ ካብ ካሊእ እዋን ድማ ከነብዝሖ ዘለና ሲለት ኣልኣርሓም ቤተሰብካ ትበፅሕ ኣብ ቀረባ ዘለዉ ትበፅሖም ብርሑቕ ዘለዉ ተዋሱል ትገብር ከምኡ ድማ ኢድኻል ሱሩር ዓለል ሙስሊሚን ነሕዋትካ ን ሓጎስ ተእትወሎም ኣብ ኣስላ ኣብ ኣስላም ኣሕዋትካ ማለት እዩ ቆልዑት ተኾይኖም ከተሐጉሶም ኢልካ ገለ ሃድያ ክትህቦም እንከለኻ ሃዳ ካብቲ ፍቱው ዝኾነ እዩ ከምኡ ውን ኣሰደቃ ዓለል ፉቀራ ነቶም ስኡናት ሽጉራት ዝኾኑ ውን ሰደቃ ትስደቅ ኢዝሃሩል ፈራሕ ናይ ሓጎስ ምልክት ተርኢ እኳ ደኣ ሰሓባ ክራኸቡ እንከለዉ ተቀበለ ላሁ ሚና ወሚንኩም ሳሊሐል ኣዕማል ይብሉ ኔሮም። ኢዘን የውመል ዒድ የውም ሹክሪ ሊላሂ ዓዘ ወጀል ንረቢ ሱብሓነሁ ወተዓላ ነመስግነሉ መዓልቲ እዩ። የውመል ዒድ የውሙል ፈራሕ እዩ። ንሓዝነሉ ደይኮነ እንታይ ደኣኒ ንረቢ ሱብሓነሁ ወተዓላ ነመስግነሉ እዩ። ወማ ቢኩም ሚን ኒዕመቲን ፈሚነላህ ድኾን ኩን ኒዕማታት ዝረኸብኩሞ ሂዳያ ናብ እስላም ናብ ኢማን ኣቲኹም ስያም ክትጸውም እንከለኻ ከምኡ ድማ ቕያም ሰላት ተራዊሕ ሰጊድካ ቂራኣቱል ቁርኣን ጌርካ እዚ ኩሉ እዚ ኒዕማታት እዚ